ጥዕና ይሃበልና ክቡራት ተኸታተልቲ እቲ መደብ ቻናል ኣሰር ዩቲዩብ ሙዚቃ ደለይቲ ዝኾንኩም ኩለኹም እንኳዕ ናትና ኣባላት ተኾንኩም ክብል ፎቲ ሱመይ ጠዓመ ዘውደ እበሃል ኣነ ናይ ሙዚቃ መምህር እየ ሙዚቃ ድሌት ዘለኩም ኩለኹም ብቋንቋ ትግርኛ ንክትመሃሩ ዝዕድም ሓድሽ ቻነልና ከፊትና ኣለና ካብ ሎሚ ጀሚሩ ንክትከታተሉና ብክብሪ ንዕድም ምዕዳም ጥራይ ኣይኮነ ደስ እናበለና ኢና ስለዚ ናይ ሎማዓንቲ ፕሮግራምና እንታይ እዩ ዝኸውን ብዛዕባ ናይ ክራር ትምህርቲ ድሌት ዘለኩም ሰባት ኣብ ገዛኦም ኮፍ ኢልኩም ብናይ ኣሰር ሳውንድ ቻናል ዩቱብና ብምእታው ሳብስክራይብ ብምግባር ላይክ ብምግባር ክትከታተሉና ይዕድም። ሐዚ ከምህረኩም ዝኽእል ክፍሊ ሓደ ብዛዕባ ኣገራርፋ ኽራር እዩ። ኣገራርፋ ክራር ከመይ እዩ? እንታይ እዩ? ልምንታይኸ ይጠቕመና? ዝብል ሕፅር ዝበለ መግለፂ ክህበኩም። ኣገራርፋ ማለት እቲ እንጎርፎ ዓይነት ስልቲ ኣገራርፋ ኩሉ ግዜ ምስ ህርመት ዝተተሓሓዘ እዩ። እቲ እንገርፎ ዓይነት ኣገራርፋ ካብቲ ህርመት እንድሕር ዝወጽእ ኮይኑ ዝህበና ስምዒት ነቲ ዜማ የባላሽዎ ካብቲ ከበሮ ወይ ካብቲ ህርመት ድማ የውጻና ስለዚ ቅድሚ ናይቲ ስኬል ወይ ቅደም ሰዓብ ወይ ዜማ ምስራሕና ህርመት ክንፈልጥ ይግባእ ህርመት ታይ ማለት እዩ ህርመት ምስ ታይም ሴግኒቸር ወይ ውቅዒት ፃንሒቱ ቂፅ ዝተደሓሓዘ እዩ። ታይም ሴግኒቸር ብዙሕ ዓይነት ታይም ሴግኒቸራት ኣለዉ። ኣርባዕተ በርባዕተ፣ ክልተ በርባዕተ፣ ሰለስተ በርባዕተ፣ ብዙሓት ሽዱሽተ ብሸሞንተ እናበለ ይኸድ። ሕፅር ብዝበለ ወይም ድማ ሓፅር ኣገላልፃ ከምቲ ናይ ራያ፣ ናይ ቴምቤንኛ፣ ትግርኛ፣ ኩናምኛ እናበልና ንጨርሖም ባህልታትና ንዕኦም ዘለዉ እዞም ኾሮ

ኣብ ክልስ ሓሳብ ሙዚቃ ኣቲኹም ትመሃሩ ትደልዩ እውን ሐዚ እውን ኣብ ናይ ኣሰር ዩቱብ ቻናልና ብምእታው ዝድለየኩም ሓበሬታታት ትምህርትታት ትረኽቡ ትኽእሉ ኢኹም ናይ መጀመርያና ሐዚ ግን ብዛዕባ ግርፊት ትግርኛ ክንማሃር ከለና ትግርኛ ግርፊትና ከመይ እዩ ሓሙሽተ ብሸሞንተ ተይሉ ከመይ ሓሙሽተ ብሸሞንተ ንዝብል እቲ ሓሙሽተ ብሸሞንተ ሓሙሽተ ውቅዒት ይኾና እታ ሓደ ሸሞንተ እትገልጸና ሓደ በርስ ሸሞንተ ዝነቱ ውቅዒቱ ዋጋ ዘሎ ንምድቃስ ዝኣክል እዩ። እሱ ብኻሊእ ኣብ ቲዮሪ ንገልጸሉ ሰዓት ኣብኡ ትግርኝዎ ትኽእሉ ኢኹም ኣብ ናይ ኣሰር ዩቱብ ቻናልና ብምእታው ኣገራርፋ ሕዝጊ ናይ ትግርኛ ከመይ እያ ትግረም ጠቕላላ ኣጻብዕትና ዝረኣየኩም ነዚ ኣጻብዕቲ እዚ ይሕተም ድምፂ ከምዘይወፅእ ይሕተም ኦረዲ ብዚ በቃ ምንም ናይ ሙዚቃ ዳመፅ ናይ ቶን ድምፂ ክል የብሉን ተሓትሙ እውን እታ ተድሊ እታ ግርፊታ እያ እሳ ከመይ እያ ትግርኛ እዚኣ ማለት እያ ንታሕቲ ክልተ ንላዕሊ ሓንቲ ንታሕቲ ንላዕሊ ከመይ ማለት እዩ ታሕቲ ታሕቲ ንላዕሊ ንታሕቲ ንላዕሊ ረዲኩም ንታሕቲ ክልተ ግዜ ማለት እዩ ሓደ ክልተ ንታሕቲ ንላዕሊ ንታሕቲ ንላዕሊ ሓሙሽተ እየን ንታሕቲ ንታሕቲ ንላዕሊ ንታሕቲ ንላዕሊ

ንላዕሊ እያ ትውዕል ማለት ሓሙሽተ ኣለዋ ማለት ሕዚኣ ኾቦሮ ምስታ ኾቦሮ እዛ ትዝም ትዝም ትብል ንዓኣ እናተኸተልና ኢና ንወቅዕ ካብኣ ተወፂና ካብ ሪትም ወፂና ማለት እዩ ካብ ሪትም ተወፂና እንደገና እታ ንወቕዓ ዓይነት ውቅዒት ካብ ሪትም ትወፅላ እቲ እንደልዮ ዓይነት ሽቶ ህርመት ኣይወቅዕን ዘሎ ማለት እዩ ስለዚ ናይ ትግርኛ ውቅዒት ን ታሕቲ ኽልተ ንላዕሊ ን ታሕቲ ንላዕሊ ኢላ ትውዳእ ሓሙሽተ ክኾና ኣለዋ እዚኣ ማለት ን ታሕቲ ን ታሕቲ ን ላዕሊ ን ታሕቲ ን ላዕሊ ሓሙሽተ ከምዘን ይምቀላ ማለት እዩ ካልእ ዓይነት ክህሉ ይኽእል እዩ ናይ ኣብ መንጎ ዝገብርዎ ዘለዉ እዚኣ ግን እታ ዝቀለለት ናይ ኣገራርባ ስልቲ ናይ ትግርኛ ህርመት ትኸውን ኣላ ማለት እዩ። ስለዚ ሓሙሽተ ብሸሞንተ ህርመት ኣለዎ ትግርኛ ህርመት ካብኡ እውን ቀልጣፍኡ ይፈጥን ይዝሕል ቴምፖ ይበሃል እሱ ተፍጥኖ ተዝሕቶ ንኣብነት ከፍጥና ተደልየ ከዝሕላ እንተደልየ ይገፀና እቲ ናይቲ ደርፊ ኣካይዳ ይገፀና ማለት እዩ ስለዚ እ፣ ናይ መጀመርያ እ፣ ክፋል ሓደ ብዛዕባ ናይ ትግርኛ ኣጋራርፋ ሒዘ ኣለኹ እ፣ እሳታ ዝሓዝኩዋ ኣርእየኩም ኣለኹ ንስኻትኩም እቶም ፎርማት ትሕዝዎን ምስ ህርመት ናገሩኹም ደይ ቱ ደይ፣ መመዓልቲ በብሰዓቱ ፕራክስ ናገሩኹም ብዛዕባ ኣገራርፋ ክራር ናይ ትግርኛ ህርመት ዚመስል ካብኡ ኣብ ኻልኣይ ናይ ኽፋል እስከብራኸብ ዝነበርኩም ጸንሒት ደስ እናበለኒ